ሰላም ሰላም ፍትዋትን ክቡራትን ናይ ኣዱ ቲዩብ ቻናል ተኻታተልቲ ሎሚ ውን ከምቲ ልሙድ ኣብ ሶሻል ሚድያ ኣዘራራቢ ዘለዎ ዛዕባታት ሒዝና መጺእና ኣለና ንዚ ቻናል እዚ ሓደሽቲ እንተኾንኩም ሰብስክራይብ ምባር ከይትርስዑ ናይዚ ቻናል እዚ ቤተሰብ እንተኾንኩም ድማ ላይክ ብምግባር ጀምርዎ እዚ ቪድዮ እዚ እስኪ ላብ መደብና ከብለኩም ፋሚሊ ምግበይ ናይ ኣሜሪካ ሚሊተሪ ኣካዳሚ ማስተርስ ሆልደር እዩ ማስተርስ ዲግሪ ሆልደር እዩ ነጋሽ ሕሉፍ ናይ ኣሜሪካ ሚሊተሪ ኣካዳሚ ማስተርስ ሆል ልድንኩር ኩሎም እቶም ዝበዝሑ ጀነራላት ናይ ኣፍሪካ ናይ ግዛዕ ናይ ግዛዕ ኣይኮነ ናይ ኣሜሪካ የለካ ኣለኹ ሶ ስቂልካ ሓደ ሓደ ሕማቃት ባህላዊ ጀነራል እየ ግዛዕ እየ ክብሉ እኳ ተፈተኑ እዞም ናይ ሰራዊት ትግራይ ኣዘዝቲ መራሕቲ ናይ ኣሜሪካ ሚሊተሪ ዩኒቨርሲቲስ ኣካዳሚስ ምሩቃት እዮም ማስተርስ ካልኣይ ድግሪ ራብዓይ ክፍሊ ኮይኑ ቤተ መንግስቲ ዝተቆፃፀረ ምግበ 83 ጉንበት ዕስራ ከምኣ ኢሉ ኣይኮነን ዘሎ ኣብቲ ዝሓለፉ 27 ዓመት ኣፕግሬድ ገይሩ እዩ ሞደርናይዝ ገይሩ ፕሮፌሽናል ሚሊተሪ ኮይኑ እዩ ሶ ሪፎርም ክግበር ተኮይኑ እዩ እዚኦም ጀነራል እዮም ጀነራላት እዮም እዚኦም ኮሎኔላት እዮም ሌተናል ኮሎኔላት እዮም እዚኣቶም ሻለቃታት እዮም ሓለቃ ሓምሳ ሓለቃ ሚእቲ ገለ እዮም እዚኦም ፕላስ ድማ ኣብቲ ናይ ኢትዮጵያ መከላከያ ዝነበሩ ቲዲኤፍ እውን ኣለዎ እሱ ቀሊል ዓቕሚ ኣይኮነን ዘመናዊነት ስለ ዝኾነ ማለት እዩ እሱ እዚ ኣብ ግምት እቲኻ ሪፎርም ትሰርሖ እዚ ኣብ ግምት እቲኻ ሪፎርም ከስርሕ ዝኽእል ተሃልዩ ሪፎርም ክሰርሕ ተኮይንካ ዓብዪ ካፒታል የድልየካ እዩ ዓብዪ ገንዘብ ዓብዪ ማቴሪያል ገለ ሪሶርስ የድልየካ እዩ ኣብ ሰራዊት ማለት እዩ so እዚኦም ኣብ ግምት ኣእቲኻ ሪፎርም ክትገብር ትኽእል ኢኻ እቲ ሪፎርም ግን ልወታደር እዩ ሕዚ ኣብ ፍቐዱ ክፍለ ሰራዊት ፍቐዱ ሻለቃ ሬጅመንት ማለት እዩ ፍቐዱ ኮር ኣርምስ ኩሉ ግዜ ሪፎርም ይግበር እዩ ሹም ሽር ኣሎ እዚኦም ስኢልካ ብቐሊል ነገር ዝረአዩ ሪፎርምስ ኣይኮኑ ናቱና ዓቕሚ ክትርኢ ኣለካ ኣብ መንጎ ሓደ ታራ ተጋዳላይን ኣብ መንጎ ሓደ ኣዛዝን ዘሎ ናይ ሲንየሪቲ ጥራሕ ኣይኮነን፣ ናይ ሚሊተሪ ኣካዳሚክ ዓቕሚ እውን ጋፕ ኣሎ እዩ። ካብዞም ኣመራርሓ እዚኦም ዝሐሸ ወታደራዊ መራሒስ ካበይ ኢኻ ክተምፅእ ዝብል መልሲ ክረክብ ኣለዎ እዩ። ኸምዙይ ናተይ እምነት። ዝሕሹ
ንስኦት ምስቲ ዓቕሚ ክመዓራረ ዝኽእል ወታደራዊ ዓቕሚ ዘለዎም ካልኦት መናእሰይ የለውን? መን ኣሎ ሕዚ ላብ እስኪ ሓደ ኤግዛምፕል ነልዕል ሕዚ ድንኩል ዝመርሓ ኣርባዕየ ክልተይ ኣርምስ መን ከ እዛ ይኽእል ዋላ ተዘይሃልይሲ ናብቲ መሪሕነት እሱ ምፅኦም ከውቅዐ ይኽእሉ የውቅዑ እኮ ኣለዉ እቲ ወታደራዊ ስልጠናታት ብብመዓልቱ ዝረአ ዘሎ እኮ ሓደ ናይ ሪፎርም ኣካል እኮ እሱ ሪፎርም ማለት እኮ ሕዚ ብምውቃዕ የምለካ ሂማን ሪሶርስካ ብኣግባቡ ምጥቃም ማለት እዩ ካብኦም ዝሐሹ ካብኦም ዝሐሹ ካብ ኣርባዕተ ንኣብነት ኣሰ ኤግዛምፕል የለካ ሜጀር ጀነራል እዩ ድንኩል ማስተርስ ሆልደር እዩ ማስተርስ ዲግሪ ብሚሊተሪ ኣካዳሚክስ So ኣብ ኣርሚ ኣርባዕይ ክልተይስ ካብ ድንኩል ዝሐሸ ዝመርሕ መን ኣሎ ተሃልዩ እቲ ትብሎ ኣለካ ትክክል እዩ እዩ እሱ የለካ ኣለኩ ናይ ፕሮፌሽናሊዝም ናይ ኳሊቲ ናይ ጆብ ኦፍ ጆብ ኤክስፕሪያንስ ናይ ካሪር ኢቭን ናይ ሚሊተሪ ስትራተጂ ኣንደርስታንዲንግ ለብል ጋፕ ኣሎ እዩ ይብለካ ኣለኹ እቲ ሓደ እግረኛን እቲ ሓደ ኣዛዝን ስቕ ኢልካ ትርእየኩ ተጋድላይ ትግራይ ሲ ይብለካ ኣለኹ ዕድለኛ እዩ ናይ ፋኖ ዓብዪ ፀገም እንታይ ድዩ? ናይ መሪሕነት ፀገም እኮ እዩ። ትርድኤካ እንዲኻ? ኣነ ኣብ ሚሊተሪ ኣይኮንኩን ቱ ሪፎርም ዝደልዮ ህወሓት ሪፎርም ክገብር ኣለዎ
ኦኬ ሓፈሻዊ ሚሊተሪ ሎጂስቲክ ቀረብ ቱ ወታደርና ተጋዳላይና ካብቶም ጀነራላት ካብቶም መራሕቲ ናይ ውትድርና ፍልስፍና፣ ሳይንስን ጥበብን ምትእትታው፣ ትራንስፈሪንግ ስኪል፣ ኣቲቲዩድ፣ ፕራክቲስ እዚኦም የድሊ እዩ። ምክንያቱ ጋፕስ ሱቕ ኢልካ ከምቲ ናይ ፖለቲካ ኣይኮነን። እቶም ፖለቲካ ካድረ ኣሎ፣ ላዕለዋይ መሪሕነት፣ ማእኸላይ ኮሚቴ ኣሎ፣ ስራሕ ፈፃሚ ኣሎ። እሺ ተቀራራቢ እዩ ኣብቲ ሰራዊት ግን ከምኡ ኣይኮነን ኣብ መንጎ ጀነራልን ኣብ መንጎ ምንም ዓይነት ናይ ውትድርና ሂንት ወይ ከዓ ባክግራውንድ ዘይነበሮ ተጋደላይ ካልእ ናይ ዓለም ዜና ምስ እንርኢ ወራሲ ዓራት መሓመድ ቢን ሳልማን ኣብ ዝሓለፈ ቅንያት ናብ ኣሜሪካ ብምኻድ ምስ ፕሬዚደንት ኣሜሪካ ዶናልድ ትራምፕ ቀንዩ ነይሩ። ሲኤንኤን ብ 21 ሕዳር ኣብ ዝዘርግሖ ዜና ንጉስ ስዑዲ ዓረብ ኩሉ ካብ ትራምፕ ዝደልዮ ረኺቡ ብዝብል ኣርእስቲ ዜና ጽሒፉ። ስዑዲ ዓረብ ካብ ኔቶ ወጻእታ ዝዓበየትን ዝቐረበትን መሓዛ ኣሜሪካ፣ ኣብዚ ናይ ሎሚ ቅነ ርክብ ድማ ዝያዳ ዝበለጸት መሓዛ ኣሜሪካ ከም ትኸውን ኣነጺሩ ኣሎ። መሓመድ ቢን ሳልማን ናብ ናይ ኣሜሪካ ምብጽሑ ኩሉ ተወጢንዎ ዝኸደ ሸቶታት ሃሪሙ እዩ። ኣሜሪካ ቅድሚ ሕጂ ካብ ኔቶ ወጻእ ንዝኾነት ሃገር ኣቕሪባተን ዘይትፈልጥ ኣዝየን ምዕቡላት ዝኾና ኤፍ 35 ዝበሃላ ነፈርቲ ውግእ ክዕድግ ኣፍቂዳትሉ። ዝተፈላለዩ ወተሃደራዊ ጸጥታዊ ቁጠባውን ውዕላት እውን ተፈራሪሞም ኣለዉ ሕጂ ናብቲ ንዓና ዝምልከት ጉዳይ ንምጻእ ኢማራት ብመገዲ ተለኣኽታ ሃዋኺት ናይ ዞባ ኮይና ኣብ ዘላትሉ እዋን መሓመድ ቢን ሳልማን ናይ ስዑድያ ንፕሬዚደንት ኣሜሪካ ዞባ ማእከላይ ምብራቕ ንምርግጋእን ንኹናት ሓድሕድ ሱዳን ደው ንምባልን ኣብቲ ኩናት ንኣሸበርቲ ማለት ኣርኤስኤፍ ዝሕግዛ ዘለዎ ሃገራት ድማ ኢደን ክእክባ ንምግባር ብሓደ ክሰርሑ ተሰማሚዖም እዚ ማለት ኢማራት ኣብ ዞባ ቀርኒ ኣፍሪቃ ንሃገራት ቀይሕ ባሕርን ናይ ምኑቛት ጸወታ እንተስ ተማዒዳ እንተስ ተስጠንቂቓ ደው ከተብሎ ክትግደድ እያ። ድሮውን ትራምፕ ንሱዳን ኣብ ነውጺ ኣእትዮም ዘለዉ ሓይልታት ኢዶም ከልዕሉ ምስ ስዑድያ ምስ ተረዳዱ ፕሬዚደንት ሃገረ ሱዳን ጀነራል ኣርቡርሃን ኣብ ማሕበራዊ ሚድያ ከም ዝትርእይዎ ዘለኹም የመስግን ንጉስ መሓመድ ቢን ሳልማን ከምኡ ውን የመስግን ፕረዚደንት ዶናልድ ትራምፕ ዝብል ናይ ምስጋና መልእኽቲ ሰዲዱ ኣሎ። ሕጂ ውን ንምጻእ ናብቲ ዝምልከተና እዚ እቲ ብወግዓዊ ዝተዘርበ ኮይኑ ብሕቡእ ዝተዘርበ ክወጽእ ግዜኡ ዘይኣኸለ ብዙሕ እዩ ዘሎ። ነዚ ርክብ ብትኹረት ዓይኖም ኣፍጢጦም ጠፋእና ክብሉ ዝቐነዩ መራሕቲ ማሕበር ብልጽግና ኣጋውላ ኣሜሪካ ኣብ ጉዳያት ቀርኒ ኣፍሪቃን ማእከላይ ምብራቕን ብፍላይ ድማ ምሕዝነት ኣሜሪካን ስዑድያን ምስ ረኣዩ ክፍክሩ ከም ዘይቀነዩ ግምጥል ኢሎም ከምዚታት ክዝርግሑ ጀሚሮም ኣለዉ። እዚ ወግዓዊ ናይ ብልጽግና ኤምባሲ ኣብ ቻይና ዝጸሓፎ እዩ። ትሕዝቱ መንግስቲ ኢትዮጵያ ንዝርርብ ድሉው ማሕበረሰብ ዓለም ኣብ ልዕሊ ኤርትራ ጸቕጢ ብምግባር ንኽንዘራረብ ዕድል ፍጠሩ ዝብል ልመና ይርከቦ። ጽንሕ ኢሎም ድማ ህዝቢ ኤርትራን ህዝቢ ኢትዮጵያን ዋላ እኳ ነናቱ መንግስትን ህዝብን ዶባትን ዘለዎ ይኹን ብባህልን ታሪኽን ዝተተሓሓዘ ህዝቢ እዩ ኢሎም ፖስት ገይሮምልኩም። ሕጂ ፕሮስፔሪቲ ኣብ ክሳዳ ገመድ ኣትይዋ ኣሎ ዕረቑ ንምባል ጀሚራ ኣላ። እዚ ናይ ኤምባሲ ኢትዮጵያ ኣብ ቻይና ፖስት ካብ ኣዲስ ኣበባ ከም ዘለዎ ተጻሒፉ እተሰደ እዩ። ከምዚ ማለት እዩ። ሕንጻይ ፕሮስፔሪቲ ጊደዎን ድሜጤዎስ ዲፕሎማሰኛታት ኣኪቡ ምስ ተዛረበ እንታይ ከም ዝብል ተሓቢርዎም ኣብ ማሕበራዊ ሚድያ ባልባል ከብልዋ እሞ እቲ ኩነታት ኣሰካፊ ደረጃ በጺሑ ኣሎ ተባሂሉ ሓያላን ሃገራት ብሓይሊ ንኽትዘራረቡ ኮፍ በሉ ንኽብሉ ዝተመደቡ ሸቃሎ ፕሮስፔሪቲ ዝኾኑ ኣምባሳደራት ፖስት ዝገበርዎ ረኣዩ። ኣስተውዕሉ ኩሎም ሓንቲ ጽሕፍቲ ተሰዲዳቶም ኩሎም ከኣ ከም ዘላታ ማሕበራዊ ሚድያ ጠቂዖማ መደቦም እቲ ጽሑፍ ምስ ተደጋገመ እሞ ድማ ብቬሪፋይድ ወግዓዊ ኣካውንትታት ሓደ ዓይነት ጽሕፈት ምስ በዝሐ በቲ ሓደ ዓለም ቴክኖሎጂን ኤኣይን ከም ሓቂ ክወስዶ በቲ ካልእ ድማ ኣብ ማሕበራዊ ሚድያ ነውፂ ፈጢርካ ዓራቂ ምርካብ ዝብል እዩ ነይሩ ጊዴዎን ጢሞቴዎስ ድማ ረኣይዎ ጸዓዱ ኣኪቡ ኣሰምዑልና ከም ዘይበለ ኣብ ጋዜጣ ሃገሩ ምስ ኤርትራ ኹናት ኣሎ ኢለ ኣይሓስብን እየ ዝብል ንናይ ቀዳማይ ሚኒስተሩ ዘረባን ፈኸራን ሓሶት ምዃኑ ዝኸሽሐ ቃል ተዛሪቡ ኣሎ። ቀጥታ ትርጉሙ ብዙሓት መፍትሒ ሽግራት ስለ ዘለዉ ምስ ኤርትራ ምስ ኤርትራ ውግእ ኣሎ ኢልና ኣይንሓስብን ይብል ጢሞቴዎስ ቃል ብቓላ

ትርጉማ ኣስምዓያ። ወላሂ ወላሂ ወላሂ ወላሂ ለን ነኩም ብኣይ ደረር። እምሕል ኣለኹ ዝኾነ ሃስያ ናብ ናይ ግብጺ ማያት ከየውርድ። መንግስተይን ህዝበይን ንመንግስቲ ግብጺ ክንሃሲ ዝኾነ ዕላማ የብልናን። ኣብ ኩሉ መዳያት ክንተሓባበር እዩ ድሌትና። ኢሰያስ የዋህ መካእ እዩ ዘሎ እታ ቃል ስምዓያ። ዝኾነ ዝግበር ነገር እንድሕር ኣሎ ወኪል ንስኻ ኢኻ ንስኻ ኢኻ ትመርሓና። እዞም ዓርሞሽሽ መራሕቲ ኣብ ባዴላ ናይ ድንሽ ሰቒሎም እዮም ዝቖልዉኻ ዘለዉ። ክልቲኦም ብዘይ ቀልዓለም ብርዝን ዝበለ ኣቀራርብኦም እዮም ዝፍለጡ። ኣብ ኣቢቹ መሽረፈት በጺሖም ግን ረኣይዎ እቲ ምምስሳል ናይ ምኩራት ፖለቲከኛታት ኣቃልዋ ዕሸል ድማ ይበሃል እዚ። ኣቢቹ መጋጥምትኻ ፍለጥ። ኣልሲሲ ከምዚ ኢሉ ከም ዋዛ ምስ ኣብይ ክጨርቕ እንከሎ ግብጻውያን ሕጉሳት ኣይነበሩን። ፍጹም ተኣፋፊ ርእስቲ ከም ዋዛ ብወላህ ወላህ ክሕለፍ የብሉን ዝብሉ ግብጻውያን ነይሮም። ኣብ ኤርትራውን ከመይ ኢሉ ፕረዚደንት ኢሰያስ ብኽንድዚ ቅልጣፈ ይኣምኖ፣ ከመይ ኢሉ ዓሰብ ከም ድላይካ ተመላለስ ይብሎ ዝብሉ ኤርትራውያን ነይሮም። ሕጂ ናባና ንመለስ። ግብጺ ነዚ ቀዲማ ነቒሓትሉ እያ ዶ ይብል ኣሎ? ኣነ ድማ ፕረዚደንተይ ኣቐዲሙ ነቒሕሉ እዩ ዶ ኢለኩም? ኣስተውዕሉ በሉ። መኣስ ምዃኑ እቲ ጸወታን ከመይ ጌሮም ናብ መጻብብ ከም ዝኽብኩብዎን። ኣልሲሲ ነቲ ፕራይም ሚኒስተር ብመልሓሱ የፈርሞ እዩ ነይሩ። ከምቲ ኣግማሎ ሜስቲ ኢሉ ምስ በለ መለስ ናይ ልሳን ምስክርነት ዝኾነ እሞ ኣብይ ተመሊሱ ክደግማ ዓሰብ ንኣግማል ኣይተሰርሐን ዝበሎ ማለት እዩ። ተራ ቃል ዝመስል ዋግኡ ግን ንወለዶታት ዝኸይድ ምስክርነት እዩ። ፍቑድ ናይ ዲፕሎማሲ ስያሳ እዩ፣ ምኩር ፖለቲከኛ፣ ኣብ ረብሕኡ ዘውዕሎ ስያሳ ድማ ሓንቲ ዝኽረይ ከካፍለካ። ቀዳማይ ሚኒስተር መለስ ዜናዊ ቀይሕ ባሕሪ ኣግማሎም የስትይሉ ኢሉ ምስ ተባህለ ነብይ ኢሰያስ እንታይ ኢሉ መስለካ? መለስ ሎሚ መስሓቕ ተዛሪቡ ኣሎ። ደሓር ግና ልዕሊ እቲ ዝኾነ ብዛዕባ ኤርትራ ዝሃቦ ቅኑዕ ምስክርነት እዛ ብዛዕባ ኣግማልና ዝተዛረባ ኽትዓቢ እያ። ሽዑ ግን እዞም ሎሚ ዝስሕቑ ዘለዉ ክነብዑ ክንርኢ ኢና ኢሉ ከም ዝነበረ እንተ ነገርኩኻ ስለዚ ሎሚ ባሕሪ ይግብኣኒ እዩ ክትብል እንከለኻ ከም ዘይምልከተካ መርትዖ ኮይኑ ካብ ዝቐርብ ጭብጥታት ሓደ እታ ቀደም መስሓቕ ትመስል ዝነበረት ብመገዲ ቀዳይ ሚኒስተርኩም ባሕሮም ምዃኑን ድላዮም ክገብርዎ መሰሎም ምዃኑን ንምምልካት ኣግማሎም የስትይሉ ዶ ይበልኩሞምን ትብል ቃል ቀዳማይ ሚኒስተር ኢትዮጵያ እሺ እምበኣርከስ ፍትዋት ተኻታተልትና ናይ ሎማዕንቲ መደብና እዚ ይመስል ነይሩ እዚ ቪድዮ እዚ እንተተሞቺኩም ላይክ ሼር ሰብስክራይብ ምባር ከይርሳዕ ብኻሊእ መደባት እስካብ ንራኸብ ሰሰናይ ንዓኹም ፋሚሊ።